ብዛዕባ እቲ ብቐዳማይ ዝተዘራረብናሉ ዳኣ እንታይ ጌርኪ
ወላ ሓንቲ ብድሕሪ እዩ ፈጺሙ ይረኸበክን
ምርካብ ደኣ ረኺብኒ እምበር ግድን ኢልንስ እሞ ኸግድን ኢሉ ካፕችኖ ስቲኒ ኣዑዝ ቢላ ኣበይ ኣብ ትረንዲቦ
ኣንቲ ብስር እንታይ ደኣ ኾንኪ
እንታይ እሞ ፈሊጠልክኒ ኢኺ ከኣበይ ሓሲበስ ግን ከኣ ከይተረደአኒ ኸይደ ብስረይ ኩሉ ነገር ተረዲእካ ክትገብሮ ኣለካ ከይተረዳእካ ትገብሮ ነገር ማራ ሃሳይካ እዩ እሞ ከዳኣ ታይ በለኪ
ሰኢልካይ እፈትወኪ እየ የፍቅረኪ እየ ገለ እዩ እሞ ኣነ ከምኡ የብለይ ዘይትብልዮ ኢልክዮ ዶ ይበልክዮ ኣትብስር ንዓኽ እንደ ወይ ኣቲ ዜነበይ ኩሉ ምሽ ኣይተረድአንን ኢለኪ
እዋይ ወላሂ ምሽ እንታይ ዓይነት ሰብ ምዃኑ ኣጸቢቕ ክትፈልጢ ኢኺ ብዙሕ ከማን ተዘራሪብናሉ ኢና እወ እንታይ ደኣ እሞ እውይ በጃኺ ዜነበይ ግደፍኒ ግደፍኒ በጃኺ ኸይደ ኣነ ወላህ ዘይገድፈኪ
እቲ መፀ እንዲ ዝቆልዓ ኣንቱም እንታይ ክመጽእ ደኣ ወይ ኣነ ተካሊት ሎምስ ገለ እዩ ረኺብዎ እዋይ ኣንቱም ብሓቂ ድዩ ድቃስ ተራእየኩም እቲ ናይ ብሓቂ ድቃስ ደኣ እሞ ኣበይ ክርከብ ኦይ ትኽስተ ትብሉ የለኹምን ብማርያም ኢልክስ ክትምበሊ እዋይ ኣነ እዚ ቆልዓ ሎሚ ናይ ደሓን ኣይኮነን ክሳብ መኣስ ከምዚ እዋን እዚ ጸኒሑ ይፈልጥ እንታይ ከይከውን ኢኺ'ሞ? እንታይ ከይከውን ኢኻ ክትብሉኒ? እንታይ ኮይኑ ዘይከውን? ብኣምሆይ'ዶ ነቲ ዓርኩ ብማእከል ጽርግያ ዝሕዝሕ ኣቢሎም ኣይቀተልዎን? ፈዘግ የብልዎ?
ውይ!
ነቲ ውላድኩም? ኣንቱም እምበር'ዶ ንስኹምሲ ወላዲ ኢኹም? ኣበይ'ሞ ካልእ ኣቦ እንዶ ኣይትረኽብሉን? ሕሩም!
ሕሩም ኢለ ንስኹምሲ ኣቦን ኣይኮንኩም? ትም በል እትይ!
ትም በሊ! ኣቦ ዝምሽቲ ኣቦ ዝሽለት ኮይነ ጉሄን ሓሪረን እምበር እንታይ ዶ ረቢሐ? ንዓኺ እየ መልስለይ። እዋይ ወያነ ተካል እሞ ኸን ፈዘ ገቡልዎ ክትብሉኒ። እወ እወ እቲ ኣሰር ኣሰሩ ካብ ሰዓበ ደኣ እሞ ንዑ ዝረኽበትዎ ትረኽቦ። ኣንቱም ግደፉ ዘረባ ወላዲ ተዛረቡ ሞት እኮ ካላኣይ የብሉን ካብ ሞትሲ እንትርፎ ሓዘን እንታይ ግዲ ክትረኽቡ ኢኹም። ነቢያት
ጽንዓት ይሃብካ ዝተባህለ ሓዘንተኛ እኮ ይጸንዕ እዩ ሓዘኑ ኸኣ ይዓጹ እዚ መወዳእታ ዘይብሉን ጽንዓት ይሃብካ ዘይበሃሉ ሓዘን ከደኣ እንታይ እዩ ክበሃል ንዓኺ መተሓዝንቲ ዘይረኸብና ሓዘንተኛታት ኮይና ዘለና እምበር ዶ ይርዳእኪ እዩ ዝኾነ ደኣ ይኹን እምበር ንውላድካ ንፍረ ዘርእኻ ሞት ኣይትምነየሉን ኢኻ ኣየፍርዮ እባ ደኣ ዝስ ፍረ ዘርኢ ተስፋን ከል ክበሃል እዚ ዋይ ኣነ
ዋይ ተመስገን ተመስገን ኣንታ ምክኤል በሪኽ እንቋዕ ክፉእ ኣይስማዕካኒ ተመስገንካ መን
ወይ ጉድ እንታይ መርግም ኹን ነይርኒ ኣነት
ከመይ ኣምሴኻ ኣቦ ክሊፍ እኳስ ብሻቕሎት ልብና እንድዩ ተጠውዩ ምስዩ። ኣንታ መድሃኔ ወደይ እንታይ ክትረክብ እኻ ክሳብ ከምዚ ሕጂ ተምሲ። ስራሕ እንድየ ምስ እደ።
ኣይ ስርሕና ይግበሮ ዱምሱስ ኣይትጠምተኒ። ኣንቱም ወደይ እንታይ ኢኹም ኮንኩም። ኣንቲ ሰበይቲ ንስኺ ትም በሊ ትም በሊ ኢለኪ ኣለኹ ትም በሊ ቡጩቕ ከይትብሊ። ኦ
ሰብ ዘይረኽቦ እምበር ረኺበ።
ኣይትጠምተኒ እየ ዝብለካ ሓደው ከምቲ ትደልዮ ዘለኻ ሽምካ ከተዕቢ ሽም ክኾነካ ከምቶም ትቕፍርዎም ዘለኹም ቀፍደኒ እነኹል ከዓ ሰረኒ ስለ ዝገሄርኩም ኢለኩም እባ በስመ ኣም በሉ ለይቲ ምድርስ ካን ብሓደ ኣፊቱ ኣይ መድሃኔ ወደይ ካን ሰይጣን ዘኺደላ ዓውዲ ክትገብርዋ እዛ ገዛ እዋይ ሃየንታ እዋይ መርገም
ኣነ እሞ እንታይ ዘይገበርኩ ከም ወላድየይ መጠን ኣኽቢረየ ትም ኢለ ኣለኹ ኣየኽበርካዮምን ኣየኽበርካናን ከምኡ ድዩ ክብረት ወላዲ ድማ ከዓ ክብረት የሕሲርካና እኳ ደኣ ክሳድና ከም ዘይንቕንዕ ቆፅሊ ሓጋይ ጌርካና መድሃኔ ወደይ ኢደ ትኸይድ ዲኻ ደኣ ዘለኻ እወ ንዓሞ ስምዓኒ መድሃኔ ወደይ ወላዲት ኣምላኽ ትስማዕካ ዋዕ
እንታይ ኢደ ሕራይ በለኒ ሕራይ እስኪ ንምንታይ እየ ግን ሕራይ ክብለኪ መድሃኔ ወደይ በጃኻ በጃኻ መድሃኔ ወደይ ኣቦኻ ብጓህን ሕርቃንን ኣብ ዘይመዓልቶም ክሞቱና እዮም ንሶም ዝጸልእዎ ንሕና ንጸልኦ ኩላህና ንጸልኦ ስራሕ ኔቦሎ ዝወደይ ስምዓኒ ዋ ኣደ ኣዴኻ እንተኾይነ ስምዓኒ ካልእ ዘረባ ግደፎ ዝወደይ ስምዕኒ እሞ ኣቦይ እኮ ንስርሐይ ንሓላፍነተይ እዩ ዝጸሎ ዘሎ ይትረፍካ
ሓላፍነት ትረፍካ መድሓንየ ወደይ እ። እንታይ ዝዓብስ ሓላፍነት እዩ ኣደ ከምኡ ባይ ትበሊ ሓላፍነት ዕቤት ዶ ጽላይ ኣነ ሓላፊ ኮይነ ዝእዝዝን ዝኸብርን እምበር ተራ ሰብ ኮይነ ዝእዘዝን ዝሓስርን ክኸውን ኣይደሊን እየ ኣንታ መድሃኔ ወደይ ንሕና ዘይመረቕናዮ ወለድኻ ይርሓስካ ዘይንብለሉ ሽመት እንታይ ክዓብሰልካ እዩ ንየናይ እዋን ኢኸ ድሓን ድሓን ኣደ ሕጂ ሰዓት ኣኺልኒ ኣሎ። ኣይ!
ኣንቲ ግደፍዮ እንዶ! እናረኣየ እናሰምዐ ኣብ ሰልሚ ክሽመምየ ናብ ገደል ክጸድፍዮ እንታይ ኢሉ ሸለው ይበል ግደፍዮ። ነዚ ዝወለድኩላ መዓልትስ እንታይ ተካል መዓልቲ እያ ደቂ ዋይ ኣነ ዋይ ዋይ ዕድል
ኣቱም ገዛ ኣለኹም ዶ እስፋንኬ ዋ ደሓን ዲኹም ዳ ደሓን ኢና ዘሙይ ኮፈሉ ንዑ በዚኣ ትሕሸኩም ኣንቲ ነቢያት ኮፍ ምባል ኣበይ ከይከደኒ ኢኺ ኢሳንቸል ደሓን ደይኮንኩምን
ኮፍ በል ደሓን ኢና
ዝን ኢልኩም ትረኣኹምኩ'የ። ኣንታ ዘሙይ ሓወይ ዝን ብል እምበር ኣየናይ ዘፈስህን ዘደስትን ግዜ ደኣ ኮይኑ ኢልካዮ እሞ።
እእ እዋን ደኣ እሞ ንበይንኹም ዶ ኮይኑ ሰብካ ጸበባ ዳርጋ ጸባ እኮ እዩ። ኣንታ ናይ በይንና ጸበባ እንዶ ምኸፍኣና። ኣንቱም ግደፉ ባዕልኹም ጸበባ ኣይትጸውዑ።
ዋእ ናይ በይንኹም ጸበባ ደኣ እንታይ ግዲ ኢኹም ኮንኩም ኣንቱም ወደይ መመሊሹ ደኣ ዝሕድሶም ኮይኑ እምበር ሓንቲ ዝኾንናዮ የብልና ኣይ ነቢያት
እወ ካን ከምኡ ጌርካ ድዩ
ደሓን በሊ እንታይ እሞ ክብለ ዘይክደን ኮይኑ እምበር ክዱን ብኣፈ ስላሴ ይኹን
ኣንታ ተስፋንኪኤል ሓወይ ኣይኮነ ንስኻ ምድሃኔ ዝኣክል ውላድ ዘለካሲ ኻሊእ እኳ ሓልፎ ኣሎ ትም በል እስኻ ኸኣ ዘይንሱ ደኣ እንታይ ጸገም ኣለኒ ካልእ ወዳትከ
ብውዲኻ ኸኣ ንሱ ደኣ ናትካ ጥራይ ዶ ኮይኑ ኢልካዮ ናይ ኩልና ጸገም እንዳዩ ኣንቱም ወደይ ንስኹም ከ እንታይ ኣጻገመኩም
ነብያት ወላ ደኣ ይውለዶ እምበር ኣነ ክብኡ ዶ ኣይኮንኩን ኢልክኒ ኣነን ስፋቸር ሓወይን እንታይ ግዲ ፍልልይ ኣለናይ ኤ ብዓብኡ ንስኹም ብድሕሪኡ ድማ ንሕና ብተግባራቱ ንሓፍርን ንሽቑረርን ትሽቑረሩ ወታ ትሽቑረሩ ወ ከመይ ናለይ ንሽቑረርሲ ንሱ ክለዓል እንከሎ ኣዒንቶም ዝጸቓጡልናን ዝቃናጠውልናን ውሑዳት ድዮም እ ብሓደ ኣፍኢቱ ከኣ ከምኡ ክትብሊ በዓል ብርሃነ ወደይ በዓል ተኽለ ወዲ ያሳ ገርጊስ ኣሕዋቱ ዶ ኣይኮኑን ከምኣቶም ኣለኹ ምባል ተተረፎስ ኣንጻሮም ክዕጠቕ ንምሉእ ዓልየትና ፎእ ዘብል ተግባር እኮ እዩ ዝፍጽም ዘሎ ዋይ ኣንቱም እንታይ ክፍጽሙኹም ርኢኹም ትም እንደ በሊ ሓበን ዓይኒ ዶ ይኽወል እዩ? ወላ ኣብ ገዛና ዶ ኢና ንዛረብ ዘለና እምበሪ ንበዓል ወዲ ዓብደልቃድር ንበዓል ወዲ ሓጎስ እሱ እሲርዎም እዩ ዝበሃል ዶላ? ዘሙይ ኣፍኩም ዕጸዉ ወይለከ እንታይ ዝፈለጥካዮ ዘይብልካ ኣፍካ ዝሃበካ ምዝራብ እዚ ትብልዎ ዘለኹም ከኣ ወዲ ኣይውዕሎን እዩ
ኣንቲ ብዚ ከተማ ዝበሃል ዘሎ እንዳልና ንብለኪ ዘለና በሃሊኹም ኣምጹ ወደይ ብዝገበሮን ዘይገበሮን ክጥቀም ኣይኮነን ወይለይ የኸይ
ወይለከ መድሃኔ ወደይ መጺኻ ዶ? ኣየ
ሓወቦይ ደሓን ዶ?
ግረም ንኣኻ ሒዝና እንታይ ከይንኸውን መድሃኔ ወደይ ደው በለልና እምበሪ። ንበር በል ንበር።
እዋዕ ኣንታ
ኤ ሳንቸል ሓወይ
ተምተት
ኣንታ ከምኡ እዩ ዝበሃል ዋእ ታኾንካ ኢኻ
እሞ ከይድና በሎ ሓወቦይ
ዋእ ንኣባ ኣዕልለና እዘን ወረቓቕቲ ረሲዐ እኳ እየ ተመሊሰ እሞ ኮፍ ከይበልካ ክትከይድ ደሓን ደሓን ንስራሕኻ ኣቱየ። በል ሕራይ እሾኽ ኣይግኣኻ መድሃንየ እሞ ገዛኻ ቅልቅል በለና ኢኻ። ሕራይ ሕራይ ሓወቦይ ክመጽእ እየ ብሩኽ መዓልቲ። ሕራይ ብሩኽ መዓልቲ።
እዋ ኣንታ
ኢሳችል ሓወይ ከመይ ዝበልኻ ፈታኺ ኢኻ እንታ እዋእ እሞ እንታይ ደይገበርኩ ኢኻ ትብለልካ ይበዓል እዋን እንዲ ግዲ ተን በል እዋን ካይትሕሽ እንታይ ደኣ እሞ ክብል ደሊኻ እዞም በላዕተኛ ቦይ ደሓው ቦይ ይብሉ ኮይኖም እሞ መን ከብድኻ ኣረገጸካ ትም ዘይትብል ትም ምባል ክብረት ደይኮነ እስፋንክኤል ሓዋይ ካብ ጽቡቕ ምዝራብ እሞ እንታይ ክፉእ ከይርከብ ኤ ውስጥና ኸዓ ኢና ዘይንፈትዎ እምበሪ ጽላልን መዕቐንን ክኾነና ግድብልካ ትምባል ኣብ ቆልቋል ዕቅል
ዋእ ስምዕ እሞ ነቢያት እንታይ ስማዕ ኣለኩም እዩ እንታ ክሰምዓልኩም
እንታይ ግዲ ኢኹም ኮንኩም ከይደ በሉ ኪድ ዕዝርበ ፈትራ ፈትራ ከየ ፈትራ ወይለ ሓጎስ፣ ዋእ ዮውሃንስ ሓወይ ኣንታ ደሓን ዶ ቀኒኻ?
ከመይ ኢልካ ቀኒኻ?
ዋዕ ከመይ ትቕኒ?
ደሓን ኣለኻ? ከመይ ቀኒኻ? ደሓን ዶ ቀኒኻ? ግርም ግርም ኳዕ ተሃዊኽካ ዘለኻ እኻ ትመስል። ኣንታ'ወ ተሃዊኸ'የ እዛ ወረቐት ከእትዋ እንድየ ዝጎዪ ዘለኹ። ወወወ ይርእየካ እንድየ ዘለኹ። እህ። ኪድ በል ኪድ ኪድ። እወ ከይደ ከይደ።
ወይለ ወይለ ኣንታ ሓጎስ ከይጠየቕኩኻ ከኣ ቀኒ። ኣንታ ደሃይ ናይዚ ወድኻ ገለ እንታይ ኣሎ? ዮውሃንስ ዓርከይ ትም ደኣ በል ኣብ ኢድ እዚኦም ዝኣተወ ዶ ደሃይ ኣለዎ እዩ። ኢዕ
ገለ ብዚ ማርያም ግቢ ገለ እምበር ሃሰስ ደይልካ። ወደይ ሲጥፍኤሞ እዮም እንታይ ግድኻ። ዋይ ኣነ ፍጹም ወደይ ዋይ ዋይ ኣነ ዋይ ዋይ ኣነ ዋይ ዞም ዋይ ኣነ ርጉማት ዋይ ዞም ርጉማት ኣንታ እንታይ ዝበለ ግዜ ኢና በጺሕና ወረ ከመይ ዝበለ እዋን እዩ ብዘይ ዝኾነ በደልሲ ሽትት ኣንታ ሓጎስ እንቋዕ ነዚ ወዲ ተስፋንኪኤል ዘይተዘራርቦ ከምኡ ገሩ እኮ እዩ ሰቡ ዘውጽእ ዘሎ ሰብ ዋይ ኣንታ ሰብ ጸውዕ ተበልኩኻስ ኣራዊት ዘይበዓል ንሱ ደኣ መን ምድሪ የጥፍእ ሃልዩ ዶ
ኣይ ኤህ ወይ እዞም ርጉማት በል እስከ ደሓን ምስ ዘውፀ የውፅኣየ እምበር እንታይ ይበሃል ኮይኑ እወ እንታይ ደኣ ዝበሃል የለን ወግሐ ጸብሐ ንሳ እያ ዘላ ጸሎትና ኤህ ኤህ ኢይ ዋይ ወደይ ኣንታ ዮሃንስ ሓወይ እቲ እዝግሄር ደኣ በዓሉ የርህወልና እምበር ካብዚኦም ደኣ እንታይ ርሃዋ ክርከብ ደሓን ደሓን ደሓን ኣይትሸገር ደኣ ሓጎስ ሓወይ ምርሃው ደኣ ከርህዎ እንድዩ ከምኡ ኢሉ ዝነብር ደሎ እዩ የርህወልና ወወ ኪድ ደኣ ኪድ ኪድ ኪድ ግዜ ደኣ ስማዕ እንዶ ካይረሃወ ደስቕ ይብል እዩ ኪድ ደኣ ኪድ ኪድ ደሓን ኪድ ኪድ ኣይትሸገር ሓጎስ ሓወይ። ብስራት ኣነሲ ብውሽጠይ ስቕ ኢልካ ዓንድር ዓንድር መጸኒ ኢሂ ተሓጒሰ እዋ እንታይ ዘሐጉስ ተረኺቡ ንዓኻ ካብ ምርካብ ዝዓቢ ነገር ደሎ እዩ ንዓኺ ረኺበ ግን ሰይሉ ናይ ብልበይ
እስኺ ምሳይ ክትህልዎ ከለኺ ኣዝየ ሓጎስ ትስምዓኒ ትርግታታት ልበይ ሓጎስ ጥራሕ እየን ደድምጻ ደሎ ክስማዕ ዝከኣል ነይሩ ተዝኾን ከመይ ባህ ምበለኒ መስለኪ ውያታ በጃኻ እንዶ ይትሕፍረኒ
ብስራት ሀ ኣዝየ እየ ድፈትወኪ ሕራይ
ዋ ተኾን ከዳ ትስሓቕ ኣይ ብስራት
እፈትወኪ እየ ተበልኩ ኾኳ ኢኻ ሕራይ ኢልክኒ እንታይ ደኣ ክብለካ ደሊኻ ዋዕ እንታይ ደኣ ኾንኪ ኣነስ እፈትወካ እንድየ ደይትብልኒ ኩሉ ሓደ ኸመይ ገይረ ኹሉ ሓደ ኸዉን? ኣብዚ ምሳኻ ምህላወይ እንታይ ማለት ድዩ? ስለዝስ ንሕቶኻ መልሲ ይድልየኒ እዩ ማለትኪ ኢኺ? እንታይ ደኣ?
ዓሽ!
ብስራት ሽኮር እንኪ እስኪ እንኪ እንኪ ጨብጥያ። ልዕሊ ቃላት ግብሪ ዝገልጽ እኮ ኢኺ ኢልክኒ። ከምኡ'ዩ። ግን ብስራት፣ ምናልባት ምስትውዓለይ ደኣ ጌጋ ከይከውን እምበር፣ ኣባኺስ እንታይ እዕዘብ መሲልኪ? ህ! ኣብቲ እንራኸበሉ ግዜ፣ ማዕረ እቲ ኣነ ድሕጎሶን ድፍሶን፣ ኣብ ገጽኪ ሓጎስ ዘይንብብ፣ ኩሉ ነገራትኪ ቁጡብ ኮይንኒ።
ዋእ! እወ!
ከምዚ ዘይርግእቲ፣ ትሻቐሊ ገለ ኮንኪ ትስምዕኒ። ኣነ ከኣ ህድእ ኢልኪ ልብኺ ክትህብኒ እየ ዝደሊ። ኣየ ንስኻ ኢሂ ተጋግየ ድየ?
በዓል ኣቦይ እሕዋተይ ገለ እኮ ምስ ወዲ ክዘውር ገለ ኣይፈቱን እዮም። ብቐዳማይ ከም ዘዕለልክኒ ግን ስድራኺ መርዓ ክርእዩ ዓቢ ትምኒት እዩ ዘለዎም። እሱ ደኣ እሞ መርዓ ውላዱ ክርኢ ዘይደሊ ወላዲ ደሎ እዩ።
ኣነ ኸኣ ነዚ ትምኒቶም ከስምሮ እደሊ ኣለኹ። እንታይ ክንምርዖ? እወ እንታይ ደኣ ኾንኪ ትስንብዲ? ናይ ሓጎስ ድዩ ዋላ ሃንደበት ኮይንኪ? እንድዒ ኣነ ካብ ፈለምኡ መናብርተይ ክትኮና ዓይኒ ውዲቐልኪ እየ። ሓደ ኣካል ኮይንና ሓደ ህይወት ክንመርሕ እ ተዛረቢ ባእ እዛረብ እንዴ ዘለኹ ዋ ቃላት ዘይብሉ ዘረባ ደሎ እዩ። ይህ ጽብቕቲ ገለባ በሊ። ንዛረቦ እንዲሞ ጠፊእኒ። ኣብ ሓሳበይ ከም ተሰማማዕኺ ምግላጽ ጥራሕ እኮ እዩ።
እሞ ወላ ቁሩብ ደይ ንጸንሕ።
ስለምንታይ ንጸንሕ? ማለተይሲ
ብስራት ሽኮር፣ ኣነ ምሳኻ ሓዳር ገይረ ክነብር ኣዝየ እየ ድናፈቕ ዘለኹ። ብፍቕሪ ህማሙቕ ህይወት ዘሕልፈሉ እዋን ነዊሒኒ ኣሎ። ሕጂ ሕራይ ነቀላጥፎ ዝብል ቃላት ጥራሕ ኢኻ ባኽ ክሰምዕ እደሊ።
ኣነ ደኣ እሞ ሀ
ሕራይ በቃ ኦ ቴንክ ዩ ብስራት ሽኮር ንሓጎሰይ ሓጎስ ወሲክሉ ሕጂ ብኣና ካብ ተወድአ ተሪፉ ዘሎ ወግዕ ምልባስ ጥራሕ እዩ እስኽን ስድራ ንገርዮም እሞ ብድሕሪኡ ሽማግለ ንሰድድ እውይ
ኣታ ደንጒና በል ንዓናይ ንኺድ። ንኺድ ሕራይ ለይትን መዓልትን ብሓደ ንኾነሉ ግዜ ቀሪቡ እዩ።
ስማዕ እንዶ ብርሂን ዓርከይ
እዛ ብስራትሲ እንታይ እያ ኮይና ወዲ? መን? ብስራት ሓብተ? ንሳ ወዒዓኽ? ኢሂ!
ክሳብ ሕጂ ፈለጥካን ማለት ድዩ? ኣነ ኣይፈለጥኩን?
እንታይ እያ ገይራ? ቁሩብ ከይትሓስብ እንድያ ወደይ። ኣታ እሞ ንገረና እባ? ኣይ ምስቲ መድሃኔ እንድያ ትኸይድ ዘላ ግዲ። መን መድሃኔ እታ?
መድሃኔ እቲ ከዛብ።
እእ!
እዚ ፈጺሙ ዘይከውን ነገር እዩ። ስለ ዝኾነ እንዲና ንነግረካ ዘለና። ባዕልኻ ርኢኻያ ክንደይ ግዜ።
እዚ ዘይምፍላጥካ እኮዩ ንዓይ ዝገርመኒ ዘሎ። ኣይ ኩሉ ሰብ ኒኺዕዋ ግዲ። ዋእ! ዋላ እንዳ ገዛውትና እንዶ ሕተቶ። ምስዚ ፍጉርዝስ እንታይ እንታያ ኮይና በጃኻ? ደሓን ጽናሕ እንዶ ክትርእየኒ እንድያ። ሕጅስ ከኣ ምስዚ ወያል። ኣታ ወዲ ቀስ ኢልካ ከኣ ተዛረባ። እንታይ ቀስ?
ቀስ ዘብል ዲኻ ትዛረብ ዘለኻ እሱ ከይገጥመካ ይገጥም ኣታ።
ዎው ኣነ እኮ ከይስጅነካ ኢለ ኣብ ኣሽኩዕ ምስ ኣበለካ እንታይ ዶ ክትገብር ኢኻ። ደሓን ደሓን ትርእየኒ እንድያ። ኣታ ከይተለክመና ተጠንቀቕ። ኣታ ግደፎ እንደዋዕ። ኦው በል ኤማ እዩ ነጊርኒ ከይትብላ ኣብ ዘይመሲባና ከይተእትወና እዚ እኮ ገለ ዓይነት ሰብ እዩ ተጠንቀቕ ያኣኺ። ኣታ ናባይ ጥራይ ግደፎ።
ኣታ ከይተለክመና ተጠንቀቕ። ኣታ ደሓን ዋእ! ዋእ ደሓን ዝበሃል የለን ደሓር ኣብኣ ምስ ኣተወ ንመን ዶ ከውጽኣኒ በጃኻ ኢለካ ተጠንቀቕ። ሕራይ ሕራይ ሰሚዐካ ኣለኹ። ስምዓኒ ማራ ትረስን ስለ ዘለኻስ ከይተረክሰና ኢለ። ደሓን ደሓን ናባይ ግደፎ ጥራይ።

ኣሰይ ዕልልልልልል ደብላን ትብስር ጓለይ። እዋ ኣትደ ዕልል ደኣ እሞ ሽዑ ክሳብ ገሮሮ ክትልሕትቲ ክትብሊ እንዲኺ። ኣሰይ እታ ሓሳብ ልበየ ሰሚራትለይ እንዳበልክዎ ክዕልል ከመይ ደኣ እዛ ጓለይ እ? በልባ ህም፣ ኣጸቢቅኪ ከፈሊጥክዮ ዲኺ ኩሉ ነገሩ እወ ግርም እወ ሎሚ እቲ እዋን ሕምብርጅልኡ ኢሉ የዲኺ እሞ ነቦኽስ ክንነግሮ ባዕልኺ ኢኺ ክትነግርዮ። ደሓን ደሓን ግዲ ይብልክን ዋ ባዕለይ ክነግሮ እንዴ ባዕለይ መፅዩ እኳ መፅዩ
ኣንታ ደሓን ዶ ውዒልክን ከመይ ኢልካ ውዒልካ ኣቦ ከመይ ውዒልካ ምስራት ጓለይ
ቅበለካ ዶ ጅባኻ ዋዕ ሕንክሕራይ ወረ ፀሓይሲ ጉድያ ውዒላ ዘላ ለመዓንቲ እወ ናይ ሎምስ ጉድያ እወ እወ
ወይለ እንታይ ደኣልክን ደኣ ተበሪሂኩን ዘሎ ትመስላ። ከምኡ ዶ መሲልና? ንዓይስ ከምኡ ኮንክን ተራእኽናኒ። እወ ሓቅኻ ተሓጒስና። ግርም!
ወሸላ ዘሐጉስ ተረኺቡ ምሕጓስ ዶ ይጽላ እዩ? ወይለ! ብሱር ናበይ ደኣልኪ ትኸዲ ደኣ?
ኣለኹ ኣቦየ። ንዕባ ምሳና ኣዕልሉልና። ክመጽእ እየ።
ዋእ። ቆልዓ ኣኸልኩ ኣኸልኩ ትብል ኣላ። እንታይ ኣኸልኩ ማለትከ?
ወይለከ ኣኸልኩ ደኣ ኣኸልኩ ግዲ ንዓይ ዝኸውን ረኺበ እያ ክትብለኒ ጸኒሓ። እንታይ ክትብልንቲ?
ዝፈተኽዎን ዝፈትወንን ወዲ ኣሎሞ ስድራ ቤተይ ክልእ ክብለኒ ኣሎ ክትብለኒ ጸኒሓ።
ዶው!
እወ! ሕራይ ግርም!
እንታይ ደኣ እሞ ክንዲ ዝኸውን ዘረባ ኣቐሚጣ ደኣ ትትስእ! ኣቲ ብስራት! ዋ! ብስራይ!
ኣቤት ኣቦ! ዋ ንዕስኪ!
እንታይ ደኣ ሓፊርኪ ድኺ ደኣ ንዕስኪ ኮፍ በሊ ኣብዚ ጥቓይ! እንተደኣ ኣላ ትብለኒ ዘላ ኣዴኺ! ከመይ ከመይ እዩ እዚ ነገር እስከ ጽቡቅ ገርኪ ንገርና እምበር ንሕና ደኣ ንስኺ ትኣምንሉ ንዓኺ ዘኽብር ረኺብና ደኣ እሞ ሓጎስና እንድዩ ኣጆኺ ኸኣ እዛ ጓለይ ሰብ ዘዛርብ ፈረስ ዘጋልብ ዳስ ገርና ከነመርዕወኪ ኢና ከመይ ደኣ ኣጆኺ እዛ ጓለ ኣዴኺ ስባ ኸኣ ይትረፍ ውራየይ ዘይውራየይ ዘጸብቅ ዕጥቅቲ ሰበይቲ እየ እዛ ጓለይ ወ
ሃየ በል እስከ ንገርና እዛ ጓል ከ- ከመይ ከመይ እዩ እ፣ ክስታይ እዩ
ኣይ ኣቲ መን ደኣ ኣሉካ ካንሸሎ ዝኩሕኩሕ
ብርሃነ ሓወይ እዩ ዝኸውን ፅንሕ ድየ ኣነ ከፍቶ እየ ሓራይ በል ክፈትዮ እዛ ጓለይ እዚ ትብሎ ዘላ መባልዕታ ግበሮ እወ ደሓር ከኣ ጽቡቕ ገርና እኮ ከነጣይቐሉ ኢና። እወ ምጥያስ ከነጣይቐሉ ኢና። ኣቱም ገዛ
ወለከ ነጋሽ ዓርከይ ድኻ? ዮሃንስ ዓርከይ ንዓስከ ሰዓመኒ ኣጸቢቅካ ሰዓመኒ ትሕ ወለ ዋንታ ቀስባ ዋንታ ኣንታ ኣንታ ኮንካ ኣንታ ኣንታ ዘሐጉስ ዶ ተረኺቡ እዋእ ኣይፈለጥካኒ ሃንታ ፈለጥኩ ክላ ትም በልዋ ባጽዕ እንድያ ተታሒዛ ግዲ። ቴዲ በል ተባዕካ ኢኻ ኣታ። ናይ ብሓቂ እዩ እምበር እንታይ ድኣ ክሳብ ሕጂ ከይፈለጥካ። ኣንታ ኣይፈለጥኩ ተበላዓ በላዓ ለዓለዓ ደጊምካ ስዓመኒ። ኣሰና ዋእ እወ ዋእ ማይጭዳ እሞ እንታይ ተሪፋታ። ዋእ ጭራሽ ዝተረፈ የልቦን ናብዚ ኣስመራ ህሩግ ምባል ጥራይ ኢኻ። ዝያዳ ጽባሕ ውግሕ ኢላ እንድያ ኣንታ ነጋሽ። እወ ጽባሕ ውግሕ ኢላ። ኣንታ እዚ ደኣ ዓቢ ዓቢ ዓቢ ብስራት እንድኻ ሕሽካልና መጺኻ። ኣየናይ ዓቢኸ ኣንታ እንታይ ዝመሰሎ መዓልቲ ሎም መዓልቲ ካብ ሓጎስ ናብ ሓጎስ። ወይለይ
እንታይ ዘሕጉስ ግዲ ጸኒሑኩምዮ። ኣንታ ኣይተወደኣን ደኣ እምበሪ ብዛዕባ መርዓ ናይዛ ጓልና እንዲና ክንዘራረብ ጸኒሕና። ናይ ብስራት። እወ ናታ ግርም ኩሉ ብስራት ኮነ። ናይዚ ክትብሎ ዝጸናሕካ ግን እዚ ክትብሎ ዝጸናሕካ ግን መዳርግቲ ይብሉን ኣታ ነጋሽ ሓወይ። ናይዚ ደኣ ጊደፎ እንዶ በዛ ክሳዶም እንድዮም ሕንቕ ኣቢሎሞም ኣንታ። ግደፎም ጥራሕ ኪኽ ኪኽ ይበሉ ውሑድ ዶ ኪኽ ኪኽ ኣቢሎምና እዮም። እህ ስማዕባ ነዛ ቆልዓ ደኣ ንመን ክትህብዋ ደሊኹም ዋእ። ኣንታ ነጋሽ ዓርከይ ኣብ መንጎኻ ዝዓበየ ብስራት ሒዝካልና መጺኻ እምበሪ ኣይ ብዛዕብኡ እንዲና ክንሓታ ጸኒሕና። ወይላይ እቶም ስድራ ኣይመጹኹምን ድዮም? ሸጥ ነጋሽ ዓርከይስ እምበሪ ስድራ እንተ ዝመጹና ደኣ መን ሒዝና ክንጸንሖም? ኣይምጸዋዕኩኻን ዶ ነረ? ክልቲኦም ተላዚቦም እዮም ወዲኦሞ ዘለዉ። ብሕጂ ናብ ወለዲ ክሰግር። ሕራይ ግርም ድሓን መራኽብቲ ግበሮም እቲ ቀንዲ እኮ ንሶም ተተሰማምዑ እዩ። ወወወ ወለ ሓንቲ እንቲ ናበይ ደኣ ኣቢላኸ
ውሽጥላ ብስራት ዋ ብስራት ብስርትይ ኣቤት ኣቦ ንዕስኪ ንዒ እንታይ ኣላትኪ ኣብዛ ገዛ
ንዕዛ ጓለይ ንዕበዝ ኣጥቓይ ኩኒ ንዒ
ብስራት ጓለ እምበኣር እስኪ ትሽም ከተብልና ደሊኺ ግርም ግርም እዛ ጓለይ ግርም ነጋሽ ከኣ ወረም እዚ ትብሎ ዘለኻሲ እንታልካሉ ኢኻ ድርብ ኮይኑልና ኣሎ። እወወ
ናይዚ ደኣ ግደፍ ዮንዶ ድርብ እዩ ደሪብካ ሓጎስካ ምግላጽ እዩ እምበር። እወ እወ ብስራት ጓለይ ነጋሽ ከኣ ኣቦኺ እንድዩ ሕጂ እቲ ናይ ዓንተቦ ዘረባ ክንምልኦ ኢለ እየ። እወ ብስራት ጓለይ፣ መቸም ለባም እንዲኺ፣ ብኹሉንትንኡ ገላቢጥክን ርኢኽን ጠሚትክን ሕራይ ከም ትብልዮ ፍሉጥ እዩ። እንተኾነ ግን ምስ ስድራ ቤትካ ሂን ምሂን ምባል ንቡር ስለ ዝኾነ እምበር ክልቲእኹም ተተሰማሚዕኹም እኳ ውዱእ እዩ።
እምበርከ ብዘይ ፍቓድን ኣፍልጦን ወለዲ ዶ ዝኸውን ኣሎ እዩ? ኣድቂቕካ ዝመተርካዮን ሓሲብካ ዝገበርካዮንሲ እቲ ናይ ሓንቕ እቲ ናይ ሓምቕ እኳ እዩ ዛጓለይ። ደሓን ደሓን ዛጓለይ ቆቛሕ እንድያ ብስራት ጓለይ። ሃየ በልስኪ መን እዩ ወዲ መን እዩ ጽቡቕ ገርኪ እስኪ ንገርና።
ሽሙ ደኣ መድሃኔ እዩ ዝበሃል ኣቦኡ ኸኣ ኣቦይ ተስፋንኪኤል እዮም ምፍላጥ እኮ ትፈልጥዎም ኢኹም መስለኒ እ
እንታይ ክትብል እንቲ እዋእ
መድሃንየ ወደ ሳንኬል እስተካል ውላዲታ ንስወ ዋኣነ ቁርሕቲ ኣንታ ክትብልዮ ስምዕቲ ጎውዚ ምስ ሰቢ ኣኽጡፍ ዝበሎ ፉንፉን ፍጥረት ክትምንዓው ትሓስብ እንተሊኺ ንስኺ ጓለይ ኣነ የቦኺ ኣኸለ። ደሓን ደሓን ዮሃንስ ዓርከይ ቀስ እሞ በል። ቀስ ዘብል ኣይኮነን እዚ ዮሃንስ ሓንቲ እያ ቃለይ። እዋይ ጉድ እዋይ ጉድ ኣቲ ወየ ሓጎስ ዝተሓሰበስ ናብ ጓሂ ናብ ሓዘን ክትቅይሩ እየ እቲ ዋይ ዋይ ዋይ
እዋይ ሰላማት ኣቦይ ነጋሽ። ከመይ ውዒልካ ብርሃነ ወደይ? ዋእ እንታይ ደኣ ደሓን ዲኹም? ምስዛ ጉደኛ እዚኣ ዶ ደሓን ኣሎ'ዩ? ኣነ እብለኪ ኣለኹ፣ እዚ ጉላል እዚ ይትረፍዶ ምሳና ክዋሰብ በዚ ቅድሚ ገዛና እውን ክሓልፍ ኣይደልን እየ። ኣንታ ከምኡ ኢልካ እኮ ኣይኮነን፣ ህድእ እንዶ በል። እምባእ ሰሚዕኩም ዲኹም ደኣ? ንስኻ ኸኣ እምበኣር ምስኡ ዕልዒል ከም ትብል ትፈልጥ ኢኻ ኣንታ በትኪ። ሰብ እዩ ነጊሩኒ ታቦ። ሰብ ይነግረካ እምበር መን ደኣ ክነግረካ። ሎሚ እንድየ ሰሚዐ።
ወይ ኣነ ዮሃንስ ኣነ እምበኣር ኩሉ ሰብ እዩ ፈሊጥዎ። ተኸዲነ ኣለኹ እንዳበልኩሲ ዕርቃነይ ወጽየ? ክስታይ ንግበር ዮሃንስ ዓርከይ። ኣቦይ ነጋሽ ክምርዓወ እየ ድያ ትብል ደላ? እወ። ምስዚ ሰብዚ ዝኸውን ነገር የለን። ምድሪ ትተሃየልካ ይብለካ። ሓንሳብ እሞ ሓንሳብ።
ሓንሳብ ኣይትበለና።
ሓንሳብ ዓውዓው ኢልካን ነዲድካን ዝርከብ ነገር የልቦን። ኣቱም ሰባት ነዚ ነገር ብልቦና ንሓዞ። እንታይ ልቦና ኣድልይዎ እዚ? ኣይከውንንዩ ኣይከውንንዩ በቃ። ብርሃነ በቃ ስለ ዝበልካ ዘብቅዕ ነገር የልቦን። ዝግ ንበል፣ ንሕሰብ፣ ዝመጸና ነማዛዝን። እምበር ፈኽ ፈኽ ኢልካ ዝልወጥ ነገር የልቦን። እ! ንሓዊ መትሓዚ ኢኻ ትገብረሉ እምበር ብኢድካ ኣይትሕዞን ኢኻ። እሞ ከመይ ከመይ ከመይ ኢና ክንገብር ትብል ዘለኻ? እስከ እስከ እስከ እስከ እቲ ናትካ ሓሳብ እስከ ንገረና። እቲ ንገብሮ ዶ ርግእ ኢልና ንሕሰብ እብለኩም እሞ ኣለኹ። ኣዚ'ኳ ሓሳብካ ዝደፍን እምበር ዝሕሰብ እኮ ኣይኮነን። ኤእ! የውሃንስ፣ ካብ ድሁል ሓሳብ መዋጽኦ የልቦን። ሓሳብና ይደፈን ኣቱም ሰባት። እወ በጃኹም ቀስ ኢልና ዝሓይሽ ንምከር። ስምዒ ብስራት ጓለይ፣ ከመይ ከመይ እዩ እዚ ነገር? ኣንታ ኣንታ ክትሓተላ ኢኻ ኣነ እዚኣ ንሳ ድኣ ጨሪሻቶ እኮ እያ ተመሪዓ እኳ ወዲኣቶ እኳ እያ እሞ ካብ ኣፋ ዶ ክንሰምዖ ወይለይ ኣንታ እንታይ ገበርናካ። ሃየ ግበር እዛ ጓለይ።
ኣነ ድኣ እሞ ሓመድካ እደ ኣትይ ኣትይ እዚ ነሩ ካባኺ ትጽቢተይ ሰብ ከምዚ ሰኣንኪ እዚ ምዚ ደመኛ እዚ ክትዋሰቢ ቲቲ ደም ኮንኪ ዕዝር ዘይትብሊ ነርኪ ትንስኺ። ኣንታ ዘይትገድፈና እንታይ ጌርናካ ኢና ኣንታ ዕርር እንድየ ኢለ ኣብዚ ከብደይ እኮ እዩ ሓዊ ተኣጒዱኒ እንታ ነጋሽ ዓርከይ። እሞ ዝተኣጎደካ ሓዊ ከተጥፍኦ ጸዓር እምበር መመሊስካ ኣይተንበድብድ ዶ ንብለካ ኣለና ወይለይ እንታይ ዘረብኡ እዩ እንታ እዚ። እዋይ ጽልኣት እዋይ ጽልኣት ባዕልኻ ዶ ንገዛኻ ሰይጣን ትእቱ ኢኻ ደቂ። ድቕድቕ እዋይ!
ስምዕ እዛ ጓለይ ሓንትስ ስድራይ ፈቃደኛታት ይኹኑ እምበር ኣነስ ደሓን ሕራይ ክምርዓወካየ ኢልክዮ ዲኺ? እወ።
ሄይ መቕበጽ መስከብ መስከብ እየ መስከብ
ሕጂ እዩ ሽግር ዝመፀ ኣየናይ ሽግርከ ኣየናይ ሽግርከ ክበሃል ኣቱም ነጋሽ ኣየናይ ሽግር ኪነ ካብዚ ኺድ ማይ ክዲ ተራኣይኒ ክትርኣኺ ኣብቲ ሓደ ክፍሊ እስኪ ኺዲ እዛ ጓለይ ኣብኡ ኺዲ ገጽኪ ትኮወል ኣታ እዚኣ ናተይ ድያ ዮሃንስ ከምዚ ክወልድ ኣታ ነገር ፋሕ ኣቢላታ እያ ዋይ ፋሕቶ ዋይ ፋሕቶ ኣየናይ ፋሕቶኸ መእሰሪ ዘይብሉ ማዕዶ ገራቶ እምበሪ እንታይ ደኣሉ ዝግበሮ ኣይንደልየካን ኢና ዘይበሃል እንታይ እዮ ክሳብ ክንድዚ ንሳ እንዶሞ ደልየካ በለቶ እምበር ንሳ ሕራይ እንተዘይትብሎ እኮ ቀሊል እዩ ነይሩ ጓልና ኣይፈተወትን እዩ መልሱ ሕጂ ግን ዋጥሪ ዋጥሪ እዚ ርጉም ፍጥረት እዚ ስድራይ ኣብዮ ምኻ ክትብሎ ከላ ንኹልኹም እቕንፍደኩም ምኽንያት እኳ ይደልየልኩም ስማዕ ነጋሽ ካብ እንዳረኣኹ እንዳሰማዕኩ ጓለይ ነዚ ነዚ ዝህቦ ሞት ይሕሸኒ ኣይሪኦ ይሰምዖ ኣንታ ዮሃንስ ባቃ ዝገበረ ይግበር ኦሆይ እዚ ደኣ ዝገብሮ ዶ ኺስእን ዝሓፍር ዓይንን ዓገብ ዝብል ሕልናን ደለዎ እዩ ባዕሉ ይፈልጥ ካልእ እንተለካ ደኣ ኣምጽእ ዋእ
ኣቦይ ነጋሽ ይሄ ብርሂን ወደይ ዝገበርና ጌርና ካብዚ ዓዲ እንተውፃእናያ ኸ
ናበይ እሞ ክትወፅያ ኣንታ ሓራ ኣይትበለና እምበሪ ብዛዕባ ምጻእ ደኣ ናብ ኣሕዋታ ትኸይድ ኣበይ ድዮም ዘለዉ ደቅና። ኦይ ኩሉ ሓደ መለሳ ኣይብሉን ኮነ ኢልኩም ኣጥፊኩማ ኢሉ ከኣ ይማዓተኩም ኣይኮነን ዶ ንዓኹም ንዓይ እኳ ይገድፈኒ። ንስኻ ደኣ ኣብ ምንታይ ውዒልካ ኣሎ ንሕና ናይ ጓልና እንተበልናስ ናይ ናይ ሂወትካ ከኣ ትሓሊ ንስኻ። ዋይ ንስኻ ከኣ ኣይንርኣዮ እምበር ዝፈተዎ ዶ መዕቆሪ ኣለዎዩ ኣቦይ ጎልበበት ልቢ ልቦና ይብላን ውዳሰ ደሓር ከኣ በዓል እዚ ርጉም ፍጥረት እዚ ሰብ ዘይሓስቦ ዝሓስቡ ኣይኮነ እንደ ተዛሪብካ ቃል ከየምልኦ ካብ ውሽጥኻ ዘሎ ዝፈልጡ ርኹሳት ፍጥረት እንዲዮም ኣንቲ ኣይ ኣይትውዕሎን ኣይትውዕሎን ግዲ ኣይትውዕሎን ኣንቲ ነዝስ መን ዶ ትውዕሎ ኢልዋይ ሂልክ ዲኻ ሃለውለው ትብሊ ሃላው እሞ ንወለዳ ኣሕሊፋ ክትህብ? ዋይ ኣሕሊፋ እንድያ ሂባትና ዘላ ካብዚ ንላዕሊ እንታይ ኣሎ ድዩ? ኣይረድ ደይ ጠዊቑ ጠዋዊቑ ከይተፈለጠ ከም ተምሉቕ እንዳኣሉ ዝገብራ ይጠውቃ ይጠውቃ ኣባራ እዚኣስ ፈጺማ እምበር ክተርኽቦ የብላን። ወይሎ ኣቦኻ ንሳ እንተደይ ረኸቦቶ ንሱ እንዳኣሉ ዝረኽባ። እሞ ሓሳበይ ቀይረ እየ መርዓ ገዲፈዮ እየ እንተሎትኸ? እንታይ ኢሉ እዩ እሞ ድኣምና? ወይለ ይመና የመን ብዘይ ፈቓዳ ዶ ዝኸውን ኣሎ እዩ ወይለ ከይጉድ ረኺብና። ኤእ ግዚኣ ዝሃብ ሓምሓምሲ እምኒ ትሰብር እብሉ ኣቦታት። ኦእ ወይለከይ ግዲ መንጺና። እወ ድላዩ ዝገብር ኣርሓ እንድዩ ዘሎ ግዲ ከመይ ጌርኪ ሓሳብ ክቐይርኪ ወይ ከኣ ዝሐንገደኪ ንገሪ እንተዘየሎ ከኣ በፈፍ ከብለኪ ኢሉ ሽጉጥ በሰውጽኣላ እንታይ ዶ ክትብል እያ ግዲ። እዋእ እሞ እንታይ ደኣ ክንገብር ኣቱም ኣቦይ ነጋሽ? ንምከር መኺርካን ዘቲኻን እዩ ፍታሕ ዝርከብ።
ሄሎ ሄሎ፣ መን ክብል መን እስኻ? እ የላን
መን እዩ እንታ ዋንካ ከይበል መን እዩ ንዓኻ እንድየ መን እዩ ይብለካ ኣለኹ ንሱ እዩ ታቦ ትሩፍ እዩ እዚ ደኣ እሞ ቸይቸይ እንዲሉልና ደኣ ካልእ ሰብ ከይከውና እታ ቆልዓ። ኣቲ ደግደፍና እንዶ ኣነ መድሃኔ እየ ንብስራት ኣቅርብለይ እንዲልኒ ግዲ። መድሃኒት ስኢንካ ጋሕ በል ዘይትብሎ እንታ ክንደይ ትሓምቅ ኣንታ። ክላህ ዓገብ ጌርካ እታ ቆልዓ ተጋጊኻ እምብዛ ተጋጊኻ እዚ ኩሉ ክንመኽሮ ዝጸናሕና ፋሕ ኣቢልካዩ። እንታይ ጌረ ጸዊዐ ዶ ደኣ ከራኽቦ ደልዮም። ኖኖእ በጋባብ ጌርካ ትምልሰሉ እምበር በዚ ዝገበርካዮ እቶም ቀንዲ ከላእትኻ ንሕና ኢና እኳ ኢኻልካዮ በዛ ዝገበርካያ ዝድቅሰልካ ዶ መስለካ ኣነ እውን ኣይድቅሰሉን እየ ጨላወሳካ እንታይ ክትገብሮ ድሓን ኣነ ዮሃንስ ኣነ ክብረተይባ ቅንጥጥ ኢላ ሎሚ ደዊሉ ኣሎ ጽባሕ ከኣ በዓል ይመጽእ። ከመይ ደኣ እዚ እሞ ከኣ ናተይ ኢልካ ሓዞ።
ብስር መሓዛይ፣ ካባይ ዝቐርብን ካባይ ንላዕሊ ጽቡቕ ክዝምነን ሰብ ኣለኪ ድዩ? የብለይ ናቲ ዜነበይ። እሞ በቃ ስምዕኒ፣ ወለዱ ዘጉሃየ ሰብ ኣይቀንዖን እዩ። ደሓር ከኣ ምስዚ ሰብዚ ክትምርዓዊ ወለድኺ ጥራይ ዘይኮኑ ካባይ ጀሚርኪ ዝኾነ ይኹን ሰብ ኣይደልዮን እዩ። ኡፍ
እንታይ እየ ዝገብሮ ጓለይ። ስለምንታይ ትጭነቒ ኣለኺ? ወለድኺ ድዮም ዝቐርቡኺ ወላስ ንሱ? ንዕኦም ዲኺ ትሰምዒ ወይስ ንዕኡ? ምስዚ ከም ተባልዓ እንስሳ ሰብ ንዕኡ ክርኢ ከሎ ካብ ጥቕኡ ዝሃድም ጽሉእ ክትነብሪ ኢልኪ ትሓስቢ? እንድዒ
በዚ ዘይብሎ ምኽንያት እንድየ። ብገለስ ፈትየዮ ኣለኹ ክጸልኦ ኢለ ሒኽ ተበልኩ ከ ኣቢኒ እዎ
ፍቕሪ ድቦላ እዩ ዜነበይ በዓል ኣቦይ ኣደይ ይሕዋተይ ዘይፈትዎ ሰብ ይፈቱ ከም ዘለኹ ይፈልጥ እየ ግን እንድዒ እሞ ክኸውን ዘይግብኦ ምዃኑ እናፈለጥኪ እንታይ እሞ ፈሊጠ ኢልክኒ ኢኺ ኦይ በሊ ብስራተይ ብዛዕባይ እንድሕር ሓቲትኪ ከምዚኣ ትብለኒ ገለ ከይትብልዮ እዋእ ኣንቲ ዜነበይ! ሓቀየ ወላሂ ኣነ እኮ ንዓኺ ዝሓይሽ መሓዛይ ስለ ዝኾንኪ እየ ተዛሪበ እምበር ካልእ ኣይኮንኩን በዓል እዚ እኮ ጓለይ ሰባባት እዮም ኣብዘይ ሞሲባይ ከኣ ከይኣቱ ጓል እዋእ ከመይ ዲኺ ትሓስብኒ እንድዒ ከምቲ ዝሓስበክስ የለኽን ኣፍሪሕክኒ እኮ ሕጅስ
ስምዕ ብስራት ካልእ ዘረባ ኩሉ እጽንሓልኪ። ምኽንያት መእበይ ናይ ስድራኺ ጥራሕ ንገርኒ። መን ስድረይ ኣብዮም ኢልካ? ኣቴ
ኣነ እኮ ትማል እተጠመቁ ህጻን ኣይኮንኩን። መድሃኔ በጃኻ ተረዳኣኒ። እንታይ ክርዳኣኪ?
እንታይ ዲኺ ትብሊ ዘለኺ? እሞ ኣነ ሓሳበይ ክልውጥ ኣይክእልን ድየ? እንታይ ኮይነ ኢልኪ ኢኺ ሓሳብ ትልውጢ? እንታይ ሓሳብ ዝለውጥ ነገር ስለ ተፈጥረ? ብምንታይ ምኽንያት? ብጭብጢ ከተረድእኒ ትኽእሊ? መእመኒ ነጥብታት ኣለኪ? ተዛረቢ! እውይ ዓቕለይ እንዲኻሞ ተጽበለይ ዘለኻ። ዘይከውን እሞ ኣይትዛረቢ ምሳኺ ክነብር ወዲኤ እየ ኣነ ብምፍርራሕ ወይ ብሓይሊ ድሕራይ ኣቢለኪ ኣይኮንካን እንታይ ደኣ እሞ ትብሊ ኣለኺ ስለምንታይ ሕጂ ሓድሽ ሓሳብ ይመጽእ ኣሎ እንታይ ስለ ዝኾንኩ ኣነ እውያታ ከምኡ እንዶይ ትበል እብልን ፈራኣንን ስለምንታይ ኣይብልን ብስራት ኣነ ዶ ጽልእ ገይረ ድየ ባኺ? ትጸልእኒ ዲኺ? ኣይጸልኣካን እየ። ስምዒ
መትሓዝን መእርነብን ዘይርከቦ ዘረባ ኣይትዛረቢ። ኣነ ምሳኺ ወዲኤ እየ። ንስድራይ እውን ነጊረ እየ። ምስኣ ኣይትነብርን ኢኻ ዝብል ኣካል እንተ ደኣ ኣሎኻ ምኽንያት የቕርብ። እዋይ እንታይ እሞ ክብል እየ። እንድዒ
ኣነ እኮ እምኒ እየ ዝብለኪ ዘለኹ። ወይ ንሳቶም በዝን በዝን ምኽንያት ኣይንህበካን ኢና ይበሉ። መን እዮም ንሳቶም? በጃኺ ለኪ ዘረባ ክደጋግም ወይ ኣብ ሓንጎለይ ዘይነበረ ሓሳብ ክገብር ኣይተገድድኒ። እቲ ምኽንያት ምግጋር ዘጸግመኪ እንተ ደኣ ኮይኑ ባዕለይ ካብ ቃሎም ክሰምዖ እየ። እዋእ ሎምበይ ክትሓቶ? እሂ እንታይ ዝጸገም? እዋእ ኣይትሓቶን ኢኻ።
ብወግዒ በጋባብ ንመርዓን ደርዓን ጓልካ ደልያ ስለ ዘለኹ ሃበኒ ኢለ ሓቶ። ሽዑ ትድብለኒ ሰምዕ።
መድሃኔ በጃኻ። ብቐደም እውን እኮ ዋላ ደኣ ነንስኽን ንወዳኣዮ እምበር ንቡር ስለ ዝኾነ ስድራ ክሕተቱ ኢና ተሰማሚዕና መስለኒ ስለምንታይ ሕጂ ንዕኦም ምሕታት ትጸልኢ ኣለኺ? በጃኻ ተረዳኣኒ።
ምርዳእ ኣቢኽኒ ደለኺ ንስኺ ኢኺ ኣብ ክንዲ ብሓንጎልኪ ትኸዲ ብሓንጎል ካልኦት ሰባት ትሽክርከሪ ኣለኺ በቃ ካልእ ተዘየለ ኣብዚ ወዲኤ ኣለኹ። ስለምንታይ ነዚ ናተይ ሓሳብ ትነጽጎ ኣለኻ? እዚ ናይ ሕጂ ናትካ ሓሳብ ከም ዘይኮነ ስለ ዝፈልጥ። እዋእ! እወ!
መዓልኩም እንዳ ዮሃንስ። መዓልካ ሓወቦይ፣ ከመይ ውዒልካ? ከመይ ኢልኩም ውዒልኩም?
ርእሶም፣ ንዕበዚኣ ክፈሉ፣ ንዑ። እግዚኣብሔር ይመስገን ደሓን ኢና። ርእሶም ሓወይ ደሓን ዶ ውዒልካ? ደሓን ይህንታ ዮሃንስ ደሓን ዶ? መስገን መስገን ኣምላኽ። እንዋዕ ከመይ ከመይ ደኣ ኣሉ እዚ ነገር? ኣየናይ ነገር? በዛ ቆልዓ ዝመጽእ ዘሎ ነገር እምበረ እንታይ ኣለ ድዩ ካልእ?
መን ነጊሩኳ? ክዳን ደግዳ ትም በል ኣይ ምሳይ እንዲ ጸኒሑ ግዲ ሕጂ። ወይለከይ መን እዩ ምሳኻ ምጸንሕ? እቲ ንዓደሊ ዋዕ እንታይ ክትገብር ኬድካዮ? ከይደ እየ ድየ በዓል መጺእኒ እምበር። እንታይ ደኣ እሞ ኢሉካ? ብዙሕ እዩ ዝብል። ንእንዳ ሓውኻ ኣይትጋገዩ በሎም ኢልኒ ንሱ እዩ ፍረ ነገሩ ንሳ ሓራ ኢላ እንከላ ንሶም ዝኣብሉ ዘለዉ ምኽንያት ከኣ ክፈልጦ እደሊ ኣለኹ እዩ ዝብል ዘሎ
እሞ ገለ ነገር ክፍጽም ሓሲቡ ኣሎ ማለት እዩ ወያኔ ዘቑርሕ ዝቖልዓ እንታይ ግዲ እያ ኢላቶ ዝበለቱ በሎ ትብጻሕካ ኣይብሎን እየ እሞ ዮሃንስ ኣይኮንኩን እዚ ኹሉስ ንሕና ከይፈለጥናታ እንታይ ከነፍልጠካ ኣንታ ርእሶም ሓወይ ንሕማቅ ነገር ዶ ንሰብ ተፍልጦ ኢካ ክላ ትም በል ዋእ ይሕመቅ ይጽብቅ ይሓውካ እንደ ግዲ ከምዚ ምስ ኮነ ደኣ ይሓይሽ
ኣንታ ገለ ንግበር ገለ ንግበር ከጥፍኣና እዩ ዝወዲ ገለ ንግበር ሕጂ ውን ኣነ ዝፈልጦ ይብለኝ ስለ ዘልክዎ ናተይ መልሲ ዝጽበ ዘለ እምበር ገለ ነገርሲ ዝሓሰቦ ኣለዎ እብለካ ኣለኩ ዋይ ኣነ ዮሃንስ ኣነ ሕጂ ደሞ ስረይ ክፈትሕ ኮይነ እደለዮ ግበር ወ ኣንታ እንታይ ኢኻ ዘረባ ዓሽ ትዛረብ ገለ ይግበርካ ዶ ትምብሃል እዩ ንሱ ገለ ከይገበረ ከሎ ንሕና ገለ ክንገብር ኣለና ብለካ ኣሎ እደሎ የግበር ይለካ ኣሎ ዋ ወ ኣይ

ኣብ ምሉእ ዓሌትና ንመውስቦ ሓቲቱ ዝተኸለ ዋላ ሓደ የለን። ንስኻ ግን ኣንታ ፉንፉን መፅረፍ ዓሌቱ ፎእ እንተበሉኻ ሓቆም እዮም። ዓፅምኻ ብፅሩዩ ተግባራትካ ግን በድኒ ኮይኑ ኣሎ በድኒ ይኹን በድኒ። ኣቦ ትንበር ኣቦይ ትበለኒ ኣቦኻ ኮንኩ። እንታይ ከም ዝብለካ እንድዩ እሞ ጨኒቕኒ። መን ምዃንካ እዮም ነጊሮምኻ እዞም ገዛ? ክሳብ ክንደይ ጨኒኻን ተናዒቕካን ከም ዘለኻ እዮም ነጊሮምኻ። እዚ ኸኣ ንዓኻ ጥራሕ ዘይኮነ እንተላይ ናትና ጸርፍን ውርደትን እዩ። ኣንታ ሰነፍ መዋረድ ወለዱ። ሕጂ ግን ኣነ ዝብለካ ዳሕራይ ጌጋኻ ከይከፍእ ኣብ ልዕሊ እዞም ስድራ ሓንቲ ኢልካ ተንከስ ከይትብል ጽንጺ ዓይኖም ከይተንፍረሎም ዘይነቅጽ ደም ከይትተኽለለይ ኣብ ልዕሊያ ይኹን ኣብ ልዕሊኦም ብሓይሊ ትፍጽሞ ነገር ከይህሉ እብለካ ኣለኹ

ዋይ ኣነ ዓሕ
ገዝኡ እዚኣ እያ።
ኣታ እዚ ካልእ ሕጂ ኣበይ ኢኻ ትኣትዎ ኣታ ኣበይ ኢኻ ትኣትዎ። ኣቦ
ወድኻ እኮ እየ። ንሱ እዩ ንሱ እዩ እቲ ንዓመታት ከሳቕየና ዝጸንሐ ዕሉል ኢሰፓ።
ሃየ ብጾት ብደሓን ዲኹም? እወ ብስራሕ ኢና።
ንበለስ
ክቡራት ወለዲ ከምኡውን ብጾት፣ ንሕና ብሜዳ በዓል በለስ ድማ ብውሽጢ ተቢዕና ክልተ ዝብልሑ ቃልሲ ሳላ ዘካየድና እቲ ዕላማ ተወቒዑ። መድሃኔ እምበኣር ከም ኩሎም ውፉያትና ኣብ ውሽጢ ሕምብርቲ ጸላኢ ኮይኑ ብልዑል ተወፋይነትን ሃገራዊ ወንን ግቡኡ ክፍጽም ዝጸንሐ ሓርበኛ እዩ።
ኣንታ ታይ ዝርን ዝሰምዕን ዘለኹ ሕልሚ ዲ ጋህዲ ወይ ዘይምፍላጥ ሕሱ ተመስገን ተመስገን ተመስገን ካታ ጎይታይ
ኣሰይ ዞም ደቀይ በሉ እንቋዕ ገጽ ንገጽ ኣረኣኣየና እንቋዕ ኣብ ራህዋን ሰላምን ኣብጽሓና ዞም ደቀይ